ትንቢተ ሆሴዕ ምዕራፍ ሸሞንተ ምልኽት ኣብ ኣፍካ ግብር ኪዳነይ ኣፍሪሶም ሕገይ ከኣ ግሂሶም እዮም እሞ ከም ንስራ ኣብ ልዕሊ ቤት እግዚኣብሔር ክወርድ እዩ ንሳቶም ኣምላኸይ ንሕና እስራኤል ንፈልጠካ ኢና እናበሉ ናባይ ከእውዩ እዮም እስራኤል ንሰናይ ደርቢ ጸላኢ ክሰጎ እዩ። ነገስታት ኣንገሱ ግና ከብኣይ ኣይኮነን መሳፍንቲ ገበሩ ኣነ እውን ኣይፈለጥኩን። ምእንቲ ክጠፍኡስ ብብሩሮምን ብወርቆምን ንርእሶም ጣዖታት ገበሩ። ወሰማርያ ብተይካ ደርቢ እካ ቁጥዓይ ኣብ ልዕሊኦም ነደደ ክሳዕ መኣዝ እዮም ዘይክጸርዩ ዘይከኣሎም። እዚ ኸኣ ካብ እስራኤል እዩ፣ ንሱ ኣምላኽ ኣይኰነን፣ ሓደ ዓያዪ ዝገበሮ እዩ፣ ብተይ ሰማርያ ኽሰባበር እዩ። ንፋስ ይዘርኡ ኣለዉ፣ ህቦብላ ኽዓጽዱ እዮም። ቃንጫ የብሉን፣ እቲ ብቋሊ ሓርጭ ኣየውጽእን፣ እንተ ኣውጽአ እኳ ጓኖት ምወሓጡ። እስራኤል ተዋሕጠ፣ ህጂ ኣብ ማእከል ኣህዛብ ባህ ከም ዜብል ኣቕሓ ዀነ። ከምቲ ንበይኑ ዝነብር ኣድጊ ኸደን ናብ ኣሶር ወጺኦም ኣሎ። ፍሬም በያብ ፈተውቲ ገበረ ንህዝብታት እኳ ህያብ እንተሃቡ ኣነ ሎሚ ክእክቦም እየ። ብጾርቲ ንጉስ መሳፍንቲ ኸኣ ምውሓድ ክጅምሩ እዮም። ኤፍሬም ሓጢኣት ንምግባር መሰዊእታት ኣብዚሑ እዩ እሞ እቲ መሰዊእታት ድማ ንሓጢኣት ኮነ። ኣእላፋት ሕገይ እኳ እንተጸሓፍኩሎም ጓና ኮይኑ እዩ ዝቝጸር። መስዋእቲ የቕርቡ፣ ስጋውን ይስውኡ እሞ ይበልዕዎ፣ እግዚኣብሔር ግና ኣይቅበሎምን። ሕጂ ናብሶም ክዝክሩን ሓጢኣቶም ከኣ ቅጽዖ እዩ። ንሳቶም ናብ ግብጺ ክምለሱ እዮም። እስራኤል ንፈጣሪኡ ረስዖ፣ ኣዳራሻት ሃንጸ፣ ይሁዳ ተዓርደ ከተማታት ኣብዝሐ። ኣነ ግና ናብ ከተማታቱ ሓዊ ክሰድድ እየ፣ ንሱውን ንግምብታቱን ሞኽ ከብሎ እዩ። ትንቢተ ሆሴዕ ምዕራፍ ትሽዓተ ወእስራኤል ንኣምላኽ ሓዲግካ መንዚርካ ኣብ ኩሉ ዓውዲ ስርናይ ዋጋ ምንዝርና ፈቲኻ ኢኻ እሞ ከም ህዝብታት ክሳዕ እልልታ ኣይትተሓጎስ ዓውዲ ንመጽምቕ ወይንን ኣይቅልቦምን ኩልዒ ወይኒ ኸኣ ኣይጠልሞ ንሳቶም ኣብ ሃገር እግዚኣብሔር ኣይነብሩን ኤፍሬምስ ናብ ግብጺ ደኣ ይምለስ ኣብ ኣሶር ድማ ርኹስ ብልዒ ይበልዑ ንእግዚኣብሔር ወይንን ኣየፍስሱን መስዋእቲ ሕሩዶም ከኣ ባህ ኣየብሎን ንኣታቶም ከም እንጌራ ሓዘን ይኾኖም፣ ካብኡ ዝበልዕ ዘበለ ዅሉን ይረክስ። እንጌርኦም ንርእሶም እዩ እሞ፣ ናብ ቤት እግዚኣብሄር ኣይኣቱን። እንሆ፣ ንሳቶም ብሰሪ ምዕናው ከዱ፣ ግብጺ ትእክቦም፣ ሞፋ ድማ ትቐብሮም። ነቲ ኽቡር ብሩሮም ተዀርባ ይወርሶ፣ ኣብ ድኳናቶም ከኣ እሾኽ እዩ እሞ፣ ብመዓልቲ ዓብዪ በዓልን ብመዓልቲ በዓል እግዚኣብሄርን እንታይ ክትገብሩ ኢኹም? መዓልታት ቅጽዓት መጸ፣ መዓልታት ፍዳ መጸ፣ እስራኤል ይፈልጦ እዩ። ብብዝሓ ኣበሳኻን ብዕቤት ጽልእን ነቢይ ዓሸወ፣ እቲ መንፈስ ዘለዎ ሰብ ዓበደ። ሓላዊ ኤፍሬም ምስ ኣምላኸይ ነበረ፣ ነቲ ነቢይ ኣብ ኩሉ መንገዱ መፈንጠራ ኣዕዋፍ ይረኽቦ። ኣብ ቤት ኣምላኹ ጽልእ ኣሎ፣ ከምቲ ብመዓልታት ጊብዓ ዝኾነ ዐሚቖም ተበላሸዉ። ንሱ ኣበስኦም ይዝክር፣ ሓጢኣቶም ከኣ ይቐጽዕ። ኣነ ንእስራኤል ኣብ በረኻ ኸም ዘሎ ፍረ ወይኒ ረኸብክዎ፣ ኣቦታትኩም ከምቲ ኣብ እትብኰር ኦም በለስ ዘሎ ቐዳማይ ፍረ ርኤኽዎ። ንሳቶም ናብ በዓል ጴኦር ኣተዉ፣ ንነውሪ ኸኣ ተፈለዩ፣ ኸምቲ ዝፈተውዎ ድማ ፍንፉናት ኰኑ። ክብረት ኤፍሬም ከም ዑፍ ክነፍር እዩ፣ ድሕርዚ ሕርስን ድቅን ጥንስን የብሎምን። ደቆም እንተ ዓበዩ ድማ፣ ሓደ ሰብ እኳ ኸይተርፎም ውሉድ ዘይብሎም ክገብሮም እየ፣ እወ፣ ኣነ ኻባታቶም ምስ ዝርሕቕ ወይለኦም። ኤፍሬም ከምቲ ኣብ ጽቡቕ ቦታ እተተኽለ ጢሮስ ኰይኑ ርኤኽዎ፣ ግናኸ ኤፍሬምሲ ንደቁ ናብ ቀታሊ የውጽኦም፣ እወ፣ እግዚኣብሄር ሃቦም እንታይ ክትህቦም፣ ውሉድ ዘይወልድ ማህጸንን ንጹፍ ጡብን ሃቦም። ኵሉ ኽፍኣቶም ኣብ ጊልጋል እዩ፣ ኣናብኡ ጸላእክዎም ብሰሪ ክፍኣት ግብሮም ካብ ቤተይ ሰጎም። ድሕርዚ ኣየፍቅሮምን እየ፣ ኵሎም መሳፍንቶም ዓሎኛታት እዮም። ኤፍሬም እተ ወቕዐ፣ ሱሮም ነቐጸት። ፍረ ኣየፈርዩን፣ እንተ ወለዱ እኳ ነቲ ፍቑር ፍረ ኸርሶም ክቐትሎ እየ። ስለ ዘይሰምዕዎ፣ ኣምላኸይ ይድርብዮም፣ ንሳቶም ከኣ ኣብ ማእከል ኣህዛብ ኰብለልቲ ይዀኑ። ትንቢተ ሆሴዕ ምዕራፍ ዓሰርተ እስራኤል ብዙሕ ዝጨናፍሩ ብዙሕ ፍረ ዝፈርን ወይኒ እዩ። ከም መጠን ምብዛሕ ፍሪኡ መሰውኢታት ኣብዝሐ፣ ከም መጠን ምጽባቕ ሃገሩ ሓወልትታት ኣጸበቐ። ልቦም ተመቕለ ህጂ ገበነኛታት ኮይኖም ተረኽቡ። ንሱ ንመሰውኢታቶም ይሰባብሮን ሓወልትታቶም ከኣ ሓሸምሸም የብሎ። ኣረ ሕጅስ ንእግዚኣብሔር ኣይፈራህናን እሞ ንጉስ የብልናን ንጉስ ከ እንታይ ክገብረልና እዩ ይብሉ ዘረባ ይዛረቡ ብሓሶት ይምሕሉ ኪዳን ይኣትዉ ስለቲ ፍርዲ ከም መርዛም ሳዕሪ ኣብ ነግሒ ግራት ይበቁ እቶም ኣብ ሰማርያ ዝነብሩ ስለቲ ብተይ ቤት ኣዌን ይፈርሁ ክብረቱ ካብኡ ስለ ዝኸደ እቲ ህዝቢ ንዑ ይሓዝነሉ እቶም ካህናት ጣዖታቱ ድማ ስሊኡ የንቅጥቅጡ ንሱ እኳ ንንጉስ ያሬብ ክወሃብሲ ናብ ኣሶር ይውሰድ፣ ኤፍሬም ይሓፍር፣ እስራኤል ከኣ ብመኽሩ ይሓንፍ። ሰማርያ ምስ ንጉሳ ከም ዓፍራ ኣብ ልዕሊ ማይ ትጠፍእ፣ እቲ በረኽቲ ቦታ ኣዌን ሓጢኣት እስራኤል እውን ይጠፍእ። ኣብ ልዕሊ መሰውኢታቶም እሾኽን ተኹርባን ይበቁል፣ ንሳቶም ከኣ ንኽራን ክደኑና፣ ንኹርባታት ድማ ውደቑና ይብሉ። እስራኤል ካብ መዓልታት ጊብዓ ጀሚርካ ሓጢኣት ገበርካ፣ ንሳቶም ኣብኡ ቆሙ፣ እቲ ኣብ ደቂ ኣበሳ ዝኾነ ውግእ ኣብ ጊብዓ ኣይረኽቦምን እዩ። ከም ፍቓደይ ክቐጽዖም እየ፣ ኣብቲ ክልተ ሓጢኣቶም ምስ ተኣስሩ ህዝብታት ንጉድኣቶም ክእከቡ እዮም። ኤፍሬም መኸዳ ዝለመደት እሞ መኸዳ እትፈቱ ዋርሒ እዩ። ኣነ ግና በቲ ብጽቡቕ ክሳዲ ሓለፍኩ፣ ንኤፍሬም ክጸምዶ፣ ይሁዳ ክሓርስ ያቆብውን ክጉልጉል። ንሱ ኽሳዕ ዝመጽእ ጽድቂ ኸኣ ስዓት ዘምበልኩምሲ፣ ንእግዚኣብሄር እትደልዩሉ ግዜ እዩ እሞ፣ ንኣኻትኩም ብጽድቂ ዝርኡ፣ ከም መጠን ምሕረቱ ኸኣ ኣዕጸዱ። ሓድሽ ጽግኡውን ጽግኡ፣ ንስኻ ብመንገድኻ ብብዝሒ ጀጋኑኻ ተኣሚንካ ኢኻ እሞ፣ ረሲእነት ሓረስኩም፣ ኣበሳ ዓጸድኩም፣ ፍረ ሓሶት በላዕኩም። ከምቲ ብመዓልቲ ውግእ እታ ኣደ ምስ ደቃ ክትጭፍለቕ ከላ ሳልማን ንቤት ኣርብኤል ዘጥፍኣ፣ ኣብ ማእከል ህዝብኻ ታዕታዕ ክለዓል፣ ኩሉ ዕርድታት እውን ክፈርሱ። ብሰርሒ ሰም ክፍኣትኩም ቤትኤል ከምኡ ይገብረኩም፣ ምድሩ ክኸጉሕ ከሎ ድማ ንጉስ እስራኤል ጥራስ ይጠፍእ።